ሰላም ሰላም ኣብ ርሑቕን ቀረባን ዘለኹም ኣሕዋት ከመይ ትቕንዩ ናይ እግዚኣብሔር ፍቕሪ ናይ እግዚኣብሔር ምሕረት ናይ እግዚኣብሔር ክብሪ ኣብ ህይወት ነፍሲ ወከፍና ብሓይሊ ዝተገልጸ ይኹን ሎሚ ራብዓይ ክፋል መቐጸልታ ነቲ ዝሓለፈ ጀሚርናዮ ዝነበርና ኣይትፍራሕ ወይ ኣይትፍርሂ ዝብል ሓሳብ እዩ ክኸውን ኣብ ዝሓለፈ መበገሲ ናይ ፍርህን ጠንቅታቱን እንታይ ምዃኑ ርኢና ነርና መበገሲ ናይ ፍርሂ፣ ኣዳምን ሄዋንን ካብታ እግዚኣብሔር ኣይትብልዑ ዝበሎም ክፉእን ጽቡቕን እተፍልጥ ኦም ፍሬኣ ምስ በልዑ ንመጀመርያ ግዜ ኣብ ሕይወቶም ናይ ፍርሂ ስምዒት ከም ዝመጾም ርኢና ኔርና። ጠንቅታቱ ድማ እንታይ ኢልና ኔርና ናይ ሰብ ምርጫን ናይ ሰይጣን ምትላልን ምዃኑ ርኢና። እግዚኣብሔር ኣምላኽ ዝተመስገነ ይኹን። እግዚኣብሔር ንሰብ እንታይ ሂብዎ ኢልና ኔርና ነጻ ፍቓድ ሂብዎ እዩ። ብፍታዉ ንኣምላኽ ከገልግል፣ ብፍታዉ ድማ ካብ እግዚኣብሔር ክዓሉ፣ ፈትዩ ንእግዚኣብሔር ክእዘዞ፣ እንተ ጸሊኡ ድማ ካብ ምእዛዝ ክጎድል፣ ካብ ምእዛዝ ክዓሉ፣ ነዚ ዝኸውን እግዚኣብሔር ነጻ ናይ ምምራጽ ፍቓድ ወይ መሰል ሂቦ እዩ እግዚኣብሔር። ኣዳምን ሄዋንን ግን ነዚ ነጻ ናይ ምምራጽ ወይ ነዚ ናጽነት እዚ ነዚ ፍቓድ እዚ ብግቡእ ክጥቀምሉ ስለ ዘይከኣሉ ወይ ግቡእ ኣጠቓቕምኡ ስለ ዘይፈለጡ ግን ካብ ምእዛዝ ክወድቁ ከለዉ ብሰሪ ዘይምእዛዞም ድማ ብዙሕ ነገር ኣብ ህይወቶም ክስዕብ ከሎ ርኢና ኣምላኽ ዝተመስገነ ይኹን ሃሌሉያ ጎኑ ጎኑ ድማ እቲ ናይ ጸላኢ ምትላል ኣሎ ንኣብነት ሓደ ሰብ እንተ ተቐቲሉ ጸኒሑ ኣብቲ ቅትለት ዝተዋፈሩ ድማ ክልተ ሰባት እንተድኣ ኮይኖም፣ እቲ ሓደ ብኣካል ነቲ ሰብ እንተድኣ ሃሪምዎ፣ እቲ ካልኣይ ድማ ኣብቲ ቅትለት እንተድኣ ተሓባቢሩ፣ እዞም ሰባት እዚኦም ክልቲኦም ካብ ገበን ነጻ ኣይኮኑን። ክልቲኦም ገበነኛታት እዮም። እቲ ዝቐተለን እቲ ዝተሓባበረን ክልቲኦም ገበነኛታት እዮም። ምናልባት ኣብቲ ደረጃ ናይ ኣፈራርዳኦም ክፍለ ይኽእል እዩ፣ ነገር ግን ካብ ገበን ነጻ ኣይኮኑን። ስለዚ ጠንቂ ናይ ሟት ናይቲ ሰብ ክልቲኦም እዮም ማለት እዩ። ኣብዚ ፍርሂ እዚ ድማ ናይ ሰብ ፍቓድን ናይ ሰይጣን ምትላልን ብጣዕሚ ክሕለዉ ዘለዎም ነገራት እዮም። እዚ ንኣይን ንኣኻትኩምን ክሳብ እዛ ሰዓት እዚኣ እግዚኣብሔር ዝሃበና ናይ ምምራጽ መሰልና ፍቓድ ዝሃበና እግዚኣብሔር ኣዚና ክንጥንቀቐሉን ግቡእ ኣጠቓቕምኡ ድማ ክንፈልጥ ብጣዕሚ የድልየና እዩ። እንተዘይኮነ ንናይ ሰይጣን ንምትላል ኣዚና ዝተቓላዕና ኢና ንኸውን። እቲ ኣብ ሄዋንን ኣብ ኣዳምን ዝነበረ ዋሕዲ ፍልጠት፣ እቲ ግቡእ ኣጠቓቕማ ናይ ፍቓዶም ብዘይምፍላጦም፣ ጸላኢ ነዚ መዝሚዙ ምትላል ኣትውሒዙ እዩ መጺኡ። ብምትላሉ ገይሩ ድማ ናብ ውድቀት ኣቃሊዕዎም። ኣብ ህይወቶም ፍሪ ኣትዩ ኣብ ሂወቶም ጸልማት ክኣቱ ከሎ ሪኢና ኣምላኽ ዝተመስገነ ይኹን ስለዚ ብጣዕሚ ከገድሱና እዮም ፍቃድናን እቲ ምስ ነፍሲ ወከፍና ዘሎ ናይ ምምራጽ መሰልና ኣብ ነፍሲ ወከፍ ጉዕዞ ናይ ሂወትና ዘጋጥሙና ቾይስስ ኣማራጺታት ቾይስ ኤይ ቾይስ ቢ እናበልና ግበር ኣይትግበር ብላዕ ኣይትብላዕ ጸሊ ኣይትጸሊ ቃል ኣምላኽ ኣንብብ ኣይተንብብ ዝብሉ ኣብ ኩሉ መድረኻት ናይ ሂወትና ዝጽንሑና ኣማራጺታት ነዚኣቶም እቲ ቅኑዕ ዝኾነ ክንመርጽ ክንክእል መታን ናቲ ነቲ ዝተዋህበና ነጻ ፍቓድ ግቡእ ኣጠቓቕማኡ ብዛዕብኡ ፍልጠት ብጣዕሚ ከገድሰና እዩ። እቲ ዘድልየና ፍልጠት እንታይ ምዃኑ ክንርኢ ኢና ቀስ ኢልና ኣምላኽ ዝተመስገነ ይኹን። እቲ ንመርጾ ምርጫ ኩሉ ግዜ ኣብ ፍልጠት ዝተመርኮሰ እዩ። ካብ ክልተ ነገር ቅኑዕ ነገር ወይ ካብ ክልተ ኣማራጽታት ቅኑዕ ኣማራጺ ክትመርጽ ኣብቲ ናይ መወዳእትኦም ውጽኢት ዘለካ ኣፍልጦ እዩ ዝምርኮስ። ኣርሒቕካ ክትጥምት ናይ ምኽኣልካ ብቕዓት፣ ቅኑዕ ውሳኔ ክትውስን ወይ ቅኑዕ ምርጫ ክትመርጽ የኽእለካ እዩ። ቅልል ዝበለ ኣብነት፣ ኣብ መንጎ ምጽናዕን ዘይምጽናዕን፣ Academically ኢና ንብል ዘለና፣ ናይ ትምህርቲ ምጽናዕ፣ ኣብ መንጎ ምጽናዕን ዘይምጽናዕን ነቲ ቅኑዕ ምርጫ ክመርጽ እንተድኣ ኮይነ፣ ኣብ ክልቲኦም ዘሎ ናይ መወዳእታ ውጽኢቶም ክፈልጦ ክኽእል ኣለኒ። ሎሚ ዝወስዶ ውሳኔ ወይ ሎሚ ዝወስዶ ስጉምቲ ንጽባሕ ስለ ዝጸልወኒ፣ እቲ ሎሚ ዝወስዶ ውሳኔ ወይ ምርጫ መወዳእትኡ እንታይ ከም እንታይ ፍረ ከም ዝጸንሓኒ ክፈልጥ ክኽእል ኣለኒ። ንኣብነት ብምጽንዔይ ክረኽቦ ዝኽእል ፍረን ብዘይ ምጽንዔይ ከጋጥመኒ ዝኽእል መጻኢን ኣብ መጻኢ ማለት እዩ እንታይ ምዃኑ ልክዕ ኣፍልጦ ኣለ እንተደኣ ኮይኑ እኹል ዝኾነ ፍልጠት እንተደኣ ኣለኒ ሎሚ ቅኑዕ ዝኾነ ምርጫ እየ ዝመርጽ ሎሚ ብዛዕባ ምጽናዕን ዘይምጽናዕን ደሓር ንግሆ ክጸንሓኒ ዝኽእል ውጽኢት ኣፍልጦ ተዘይብለይ ግን ብሃሰሰ ለባም እየ ክመርጽ ጌጋ ዝኾነ ውሳኔ ንኽውስን ድማ ኣዝዩ ኣዝዩ ኣዝዩ ዓቢ ተኽእሎ ኣሎ ማለት እዩ። ብቐሊሉ ሰባት ከታልሉኒ ይኽእሉ እዮም። ብቐሊሉ ኣብ ዙርያይ ዘለዉ መሓዙተይ፣ እቶም ኣይነጽንዕ፣ እቶም ንጻወት፣ እቶም ንዛነ ዝብሉ ሰባት ብቐሊሉ ድሲቭ ክገብሩኒ፣ ከታልሉኒ ይኽእሉ እዮም። ኣብቲ መንፈሳዊ ነገር ድማ ልክዕ ከምዚ እዩ። ብዛዕባ እቲ ኢች ኤንድ ኤቭሪ ኣብ ህይወትና እንውስኖ ውሳኔታት ኣብ ህይወትና ከመይ ከም ዝጸልወና፣ ጽባሕ ንግሆ እንታይ ውጽኢት ከም ዝህበና ብዛዕባኡ ኣፍልጦ ክህልወና ብጣዕሚ ኣገዳሲ እዩ። ኣፍልጦ እንተ ዘይብልና ግን ንብል ኣለና፣ እቲ ነጻ ዝተዋህበና ናይ ምምራጽ መሰልና ብግቡእ ስለ ዘይንጥቀመሉ፣ ጸላኢ ወይ ሰይጣን ብቐሊሉ ከታልለና ይኽእል እዩ። እንተድኣ ተታሊልና ድማ ካብ ምእዛዝ ንጎድል፣ እንተ ዘይተኣዚዝና ኩሉ ግዜ መገዲ ንሰይጣን ስለ ዝኸፍተሉ like ኣብ ሂወትና ፍርሂ ክሰርሕ ክጅምር እዩ ሂወትና ስግኣት ክህልዎ ክጅምር እዩ ንብዙሕ ነገራት ክንፈርሆ ክንጅምር ኢና ፍርሂ ድማ ኩሉ ግዜ እንታይ እያ ተምጽኢልና ኔርና ስቃይ እያ ተምጽእ ኢልዋ ቃል እግዚኣብሔር ኣምላኽ ዝተመስገነ ይኹን ሃሌሉያ ክልተ ዓይነት ሰባት ኣለዉ እቶም ሓደ ናይ ክልተ ነገር መወዳእታ ውጽኢቶም ፈሊጦም ቅኑዕ ዝኾነ ምርጫ ዝወስዱ ሰባት እዮም። ኣብ መንጎ ክልተ ነገራት ኣማራፅታት ኣሎ ንበል፣ ነቲ ብምምራፆም ህይወት፣ ነቲ ካልኣይ ብምምራፆም ድማ ሞት ምዃኑ ብልክዕ ምስ ፈለጡ ህይወት ዝመርፁ ሰባት እዮም። ድሕር ዘይብሉ፣ ጨካናት፣ ወሰንቲ ዝኾኑ ሰባት እዮም። እቶም ካልኣይ ዓይነት ሰባት ግን መወዳእታ ናይ ክልተ ነገር ሞትን ህይወትን ምዃኑ እናፈለጡ ንምእዛዝ ዝድንጉዩ ሰባት ድማ ኣለዉ። ኣብ መንጎ እዚኦም ክልተ ሰባት ፍልልይ እንተደኣ እንታይ እዩ እንተደኣ ኢልና ናይ ፍቃዶም ፍልልይ እዩ ናይ ፍቃዶም ኣምላኽ ንነፍሲ ወከፍ ንዓይን ንኣኻትኩምን ነጻ ፍቃድ ሂብና እዩ ኣምላኽ ዝተመስገነ ይኹን ነቲ ሓቂ ፈሊጥና ክንእዘዞ ነቲ ሓቂ ፈሊጥናዮ ከለና ድማ ልብና ከነትርር ካብ ምእዛዝ ክንጎድል እዚ ነጻ ፍቃድ ሂብና እዩ ጽባሕ ንጎ ነፍሲ ወከፍና ብፍቃድና ኢና ንሕተት ሰይጣን የታለና ገለ የታለና ገለ የታለና በብውልቀና ግና ንሕተት ብፍቓድና ኢና ንሕተት፣ ብምርጫና ኢና ንሕተት። ብዛዕባ እዞም ካልኣይ ዝጠቐስናዮም እናፈለጡ ዘይእዘዙ ሰባት፣ ነቲ ሓቂ እናፈለጡ ካብ ምእዛዝ ዝጎድሉ ሰባት ሮሜ ሓደ ዕስራን ሮሜ ሓደ ፍቕዲ ዕስራን ሓደን ከነብቦ ኢና። ሮሜ ምዕራፍ ሓደ ፍቕዲ ዕስራን ሓደን እንታይ ይብል ኣሎ? ግናኸ ንኣምላኽ እናፈለጥዎስ ከም ኣምላኽ ገይሮም ስለ ዘየኽበርዎን ዘየመስገንዎን ብሓሳቦም ከንቱ ኾኑ፣ እቲ ዘየስተውዕል ልቦም ጸልመተ እዩ። ንኣምላኽ እናፈለጥዎ እናፈለጥዎ ኹሉ ንኣምላኽ ከም ኣምላኽ ስለ ዘይካ ዘይ ስለ ዘየኽበርዎ ንኣምላኽ ከም ኣምላኽ ስለ ዘይተኣዘዝዎ ሓሳባቶም እንታይ ኮይኑ ኢሉ ከንቱ ኾይኑ ኢሉ እቲ ዘይስተውዕል ልቦም ድማ ጸልመተ ስለዚ ኣዚና ክንጥንቀቕ ኣለና እናፈለጥና ከማን ካብ ምእዛዝ ክንጎድል ስለ ንኽእል ንፍቓድና ኩሉ ግዜ ግቡእ ኣጠቓቕማኡ ክንፈልጥ ኣለና ምኽንያቱ ጽባሕ ንጎ እቲ ዝጸንሓና ውጽኢት ሓደገኛ ክኸውን ስለ ዝኽእል ሳዕቤኑ እቲ ዘገርም ነገር ኣዳምን ሄዋንን ሰይጣን ብጣዕሚ እዩ ኣታሊልዎም ከምቲ ዝበልናዮ ዋሕዲ ፍልጠቶም እቲ ርጡብነት ናይ ፍልጠቶም ርጡብ ከምዘይ ምዃኑ ብምርኣዩ ሰይጣን ብጣዕሚ ሓደገኛ ዝኾነ ሓሳባት ሒዘሎም መጺጥ መታለሊ ዝኾነ ሓሳባት ኣብቲ መጀመርያ ንሄዋን ከዘራርባ እንከሎ ናናና ከምኡ ኣይኮነን ኣይፋልኩምን ኣይትሞቱን ኢኹም ካብ ተኦም ብምብላዕኩም ግን ኣዒንትኹም ክኽፈት እዩ ጽቡቕን ክፉእን ብምፍላጥኩም ድማ ከም ኣምላኽ ክትኮኑ ኢኹም ገለ ክብሎም ከሎ ሄዋን ብቐሊሉ እያ ተታሊላ ኣብቲ ግዜ እቲ ምስ ሰይጣን ክትዘራረብ እንከላ ኣብ ውሽጣ ዝመጽእ ዝነበረ ሓሳባት ኣነ ኢለ ዝሓስቦ ኣምላኽሲ ነታ ቀንዲ ኣዝያ ኣገዳሲት ዝኾነት ኦም ካብኣ ከይትብልዕ ብምባሉሲ ክንደይ ኮን በዲልና ንምንታይ ግን ደኣ ሓቢእልና ከምኡ ክኸውን ኣይነበረን ብኡ ንብኡ ሰይጣን እናተዘርባ እንከሎ እቲ ዝነበራ ኣብ ኣምላኽ ትራስ እቲ ዝነበራ ንኣምላኽ እምነት ኣጉዲላቶ ናብ ዜሮ ወሲዳቶ ንኣምላኽ ሓሳዊ ጌራቶ ንሰይጣን ድማ ሓቀኛ ጌራቶ ድሕሪኡ ነታ ኦም ምስ ረኣያታስ ምርኣያ ጽብቕቲ ኢላታ ምብልዓ ጥዕምቲ ኢላ ጌና ከይጠዓመታ እንከላ ጥበብ ብምሃባ ውን ኣዝያ እተብህግ እያ ኢላ ካብታ ኦም ቀንጢባ በሊዓ ንዓ ጥራይ ዘይኮነ ንሰብኣያ ድማ ምስኣ ሃበቶ እዩ ዝብል እቲ ቃል። ትጽቢት ናይ ኣዳምን ሄዋንን ብርግጽ እዚ እዚ እዚ ሓሳብ እዚ እውን ንኣዳም ኣካፊላቶ ክትከውን ትኽእል እያ። ኖኖ ኣይትብልዑ ኢልና እንዲ እግዚኣብሔር ገለ ኢልዋ ክኸውን ይኽእል እዩ። ኖ ከምዚ እዩ እቲ ሓቂ። እቲ ሓቂ እሱ ኣይኮነን። እቲ ሓቂ ኣምላኽ መታን ከምኡ ከይንኸውን ኢሉ እዩ እምበር እዛ ኦም እዚኣ ብምብላዕና ከም ኣምላኽ ኢና ንኸውን። ክፉእን ጽቡቕን ክንፈልጥ ኢና። ጥበብ ክንረክብ ኢና ኢላ ሰበይኻቱ ንኣዳም ከኣ። ናቶም ኤክስፐክተሽን ናቶም ትጽቢት ዝነበረ ከም ኣምላኽ ክኾኑ ኣዒንቶም ክኽፈት ቅድሚ ሕጂ ተሞኪሮሞ ዘይፈልጡ ሓደ ፍሉይ ነገር ኣብ ሂወቶም ክመጽእ እዮም ዝጽበዩ ነይሮም ልክዕ ምስ በልዑ ግን ካብቲ ዝተጸበይዎ ወጻኢ ብጣዕሚ ሓደገኛ ዝኾነ ስምዒት ክመጾም ጀሚሩ ኣብ ውሽጦም ፍርሂ መጽዩ ምሕባእ ጀሚሮም እቲ ዘገርም ነገር ኣዳምን ሄዋንን ካብ መንግስቲ እግዚኣብሔር ናብ ስልጣን ጸልማት ወይ ኣብ ትሕቲ ስልጣን ናይ ሰይጣን እዮም ኣትዮም ብኡ ንብኡ ካብቲ ዘገርም ብርሃን ናብ ዘርዕድን ዘፍርህን ጸልማት እዮም ኣትዮም ብሰንኪ ናይ ኣዳምን ሄዋትን ሄዋንን ፍጥረት ሰብ ዘበለ ብምልኡ ኣብ ትሕቲ ጸልማት ኣብ ትሕቲ ግዝኣት ናይ ሰይጣን ይኣትዩ ምክንያቱ ቃል እግዚኣብሔር ኣብ ሮሜ ሰለስተ ፍቅድ ዕስራን ሰለስተን ክዛረብ ከሎ እንታይ ኢሉ ኩሎም ሓጢኦም ክብሪ ኣምላክ ድማ ስኢኖም ካብ ኣዳም ዝጀመረ ክሳዕ ናይ ክርስቶስ ነገር ክሳዕ ናይ ክርስቶስ ሞቱን ትንሳኤኡን ዘይኣመነ ሰብ ኩሉ ግዜ ኣብ ምንታይ ዝነብር ኣብ ጸልማት ኣብ ፍርሂ ኣብ ነውጺ ኣብ ስግኣት ኣብ ቀዳማይ ጴጥሮስ ምዕራፍ ክልተ ፍቅድ ትሽዓተስ እንታይ ኢሉ ኣሎ ኣምላክ ዝተመስገነ ይኹን ንሕና ግና ኢሉ፣ ማለት እቶም ብክርስቶስ የሱስ ዝኣመንና፣ ንየሱስ ክርስቶስ ከም ናይ ግሊ መድሓኒና ዝተቐበልናዮ፣ ሞትን ትንሳኤን ናይ የሱስ ክርስቶስ ዝተቐበልና ማለት እዩ። እንታይ ኢሉ? ንሕና ግና ኢሉ፣ ደግነት እቲ ካብ ጸልማት ናብ ዘገርም ብርሃኑ ዝጸውዐና ኣምላኽ ምእንቲ ክንነግር፣ ሕሩይ ወለዶ፣ ናይ መንግስቲ ክህነት፣ ቅዱስ ህዝቢ፣ ጥሪት ኣምላኽ ዝኾነ ህዝቢ ኢና ኢሉ፣ ኣምላኽ ዝተመስገነ ይኹን። ቀደም ኣበይ ኔርና? ኣብ ጸልማት ሕጂ ካበይ ኣለና ኣብ ዘገርም ብርሃን ሃሌሉያ። ኣዳምን ሄዋን እዚ ዕጫ እዚ ገጢሞም ብዘይ ምእዛዞም ኣብ ጸልማት እዮም ወዲቆም ኣብ መንግስቲ ናይ ሰይጣን ኣብ ስልጣን ናይ ሰይጣን ኣብ ትሕቲ ስልጣን ናይ ሰይጣን እዮም ኣትዮም ደጊሙ ቆሎሴ ምዕራፍ ሓደ ፈቕዲ ዓሰርተ ሰለስተ እንታይ ይብለና ንሱ ኢሉ ንየሱስ ክርስቶስ ማለት እዩ ካብ ስልጣን ጸልማት ዘውጽኣና ናብታ መንግስቲ ፍቁር ወዱ ኣእተወና ኢሉ። ቀደም ኣብ ምንታይ ኔርና? ኣብ ትሕቲ ስልጣን ጸልማት። ሎምኸ? ኣብ መንግስቲ ፍቁር ወዲ ኣምላኽ የሱስ ክርስቶስ። ሃሌሉያ! ኣዳምን ሄዋንን ግን ብጣዕሚ ዘሕዝን ክስተት እዩ ኣብ ህይወቶም መጺኡ። ብሓቂ የሕዝኑኻ እዮም። ኣብዚ ግዜ እዚ ኮንካ ክትሓስቦ እንከለኻ፣ ከም ሰብ ክትሓስቦ እንከለኻ ነፍሲ ወከፍና ዘጋጥመና ነገር እዩ። ነፍሲ ወከፍና ኣብ ህይወትና ጸላኢ ብብዙሕ ነገር ይጻወተልና እዩ ብዙሕ የታልለና ዋሕዲ ፍልጠት ኣብ ዘለዎ ሰይጣን ብጣዕሚ እዩ ዘታልለና ነቲ ነቲ ነቲ ክፉእ ጽቡቕ ገይሩ የርእየና እሞ ተሃንጢና ገለ ነገር ንረክብ መሲልና ምስ ገበርናዮ ብቐጥታ ናብ ትሕቲ ኩነኔ ናይ ሰይጣን ንኣቱ ሰይጣን ከሽክዓለልና ይጅምር ኣዳምን ሄዋን እዚ ዕጫ እዚ እዩ ገጢምዎም ልክዕ ካብታ ኦም ምስ በልዑ ከቢድ ነገር ኣብ ሂወቶም ምስ መጸ ኣብ ምብካይን ኣብ ምሕዛንን ኣብ ምንባዕን ኣብ ምፍርሃን እዮም ኣትዮም በቃ ብጣዕሚ ክሽበሩ ከሎ ይረኣየካ ከምዚ መሰለንን ክብሉ ከለው ከምዚ ምዃኑ እንተ ዝፈልጥ ነይረ ኣይምገበርኩውን ከምዚ ምዃኑ እንተ ንፈልጥ ነይርና ካብዛ ኦም እዚኣ ኣይምበላዕናን ካብዛ ኦም ዝበላዕናላ መዓልትስ ክንደይ ርግምቲያ ኢሎም ክራገሙ ከለው ይረኣየካ ሰይጣን ድማ በቲ ሓደ ሳይድ ኮይኑ ከሽካዕልል ከሎ፣ ክስሕቕ ከሎ፣ ከባጭወሎም ከሎ፣ ክኹንኖም ከሎ፣ ኣይትብልዑ ኢሉኩም ከሎ እስካ በሊዕኩም። ንስኻትኩም እኮ ኣዚኹም ሕሱራት ሰባት ኢኹም፣ ድኹማት ሰባት፣ መስትውዓል ዘይብልኩም፣ ዘይትጠቕሙ ሰባት ኢኹም እናበለ ክኹንኖም ከሎ፣ ካብ ገጽ ኣምላኽ ክሕብኡ፣ ንኣምላኽ ከም ጸላኢኦም ጌሩ ከርእዮም ከሎ፣ My goodness. My goodness. ፍቓድና ኩሉ ግዜ ብኢንፎርሜሽን ብፍልጠት እዩ ዝሰርሕ ወይ ካብ መንግስቲ ጸልማ ተቐቢሉ ሓደ ውሳኔ ይውስን ወይ ድማ ካብ መንግስቲ እግዚኣብሔር ብርሃን ረኺቡ ቅኑዕ ዝኾነ ውሳኔ ይውስን መንግስቲ ኣምላኽ ኩሉ ግዜ ክነግረካ ኩሉ ብንጹር እዩ ዝነግረካ እዚ እንተ ወሲንካ መወዳእትኡ ህይወት እዩ ይብለካ፣ እዚ እንተ ደኣ ወሲንካ ድማ መወዳእትኡ ሞት ኢሉ ብንጹር እዩ ዝዛረበካ። ድሕሪኡ ናብ ፍቓድካ እዩ ዝግደፍ። ናይ ኩሉ መድረኻት ናይ ህይወትና ማለት እዩ። መንግስቲ ጸልማት ድማ ብኣንጻሩ ነቲ ሞት ህይወት እዩ ይብለካ፣ ነቲ ህይወት ሞት ኢሉ የታልለካ፣ መወዳእታ ተመሊሱ ድማ ኣብ ኩነኔን ኣብ ክስን ብፍርሂ ይወቕዓካ፣ ብስግኣት ይወቕዓካ። ብጣዕሚ ሓደገኛ ዝኾነ ምኽሪ ናይ ጸላኢ እዩ። ኩሉ ግዜ ፍልጠት ዘድልየና ኣምላኽ ዝተመስገነ ይኹን እቲ ኣምላኻዊ ፍልጠት እቲ እግዚኣብሔር ክንፈልጦ ኢሉ ነፍሲ ወከፍና ዝመደበልና ምፍላጥ ዘገድሰና መታን ብዘይ ምእዛዝና ክረኽበና ዝኽእል ውድቀትን ፍርሃትን ስግኣትን ካብዚ ተሓሊና ነቲ ብምእዛዝ ክረኽበና ዝኽእል ናይ እግዚኣብሔር በረኸት ትቋደስቲ መታትን ከውን ሃሌሉያ ፍልጠት ብጣዕሚ ዘገድሰና እዚ ፍቃድ እዚ እዚ ኣምላኽ እዚ ዝሃበና ነፃ ፍቃድ እዚ ሃሌሉያ እቲ ኣምላኻዊ ዝኾነ ፍልጠት ብጣዕሚ ዘገድሶ እዚ ፍልጠት እዚ እንተዘይብሉ ግን ኩሉ ግዜ ነቲ ሮንግ ዝኾነ ነቲ ጌጋ ዝኾነ ውሳኔ እናወሰነ ግዳይ ናይ ጸላኢ ምትላል እናኾነ እዩ ዝኸይድ ብኣንጻሩ ድማ ሰይጣን ኩሉ ግዜ ክትፈልጥ ኣይደልየካን እዩ። እቲ ቀንዲ ኤይም፣ እቲ ቀንዲ ፕላን፣ እቲ ቀንዲ መደብ ናይ ሰይጣን ካብ ፍልጠት ክዓግተካ እዩ፣ ካብ ፍልጠት ከጉድለካ እዩ። ክትፈልጥ ኣይደልየካን እዩ ጸላኢ። ከተንብብ ኣይደልየካን እዩ ቃሉ፣ ክትጽሊ ኣይደልየካን እዩ፣ ቃሉ ከተስተንትን ኣይደልየካን እዩ። ምኽንያቱ ብዝፈለጥካዮ መጠን ሰይጣን ክሰርሕ ኣይክእልን እዩ። እቲ ምትላላት ናቱ፣ እቲ ኣጽዋሩ ከንቱ እዩ ዝኸውን። ብዘይ ፍልጠት ግን ንሰይጣን ዋላ ሓንቲ ክትገብሮ ኣይትኽእልን ኢኻ። ቃል ኣምላኽ ከምኡ እንድዩ ዝብለና ነታ ሓቂ ክትፈልጡዋ ኢኹም እታ ሓቂ ድማ ሓራ ክተውጻኩም እያ። ሓራ ዘውጻካ ካብ ናይ ሰይጣን ወጽመዳት ካብ ናይ ሰይጣን ምትላላት እቲ ትፈልጥዎ ሓቂ እዩ። ንሓቂ ክትፈልጥ ኣለካ። ሰይጣን ብምሉኡ ዝገብሮ ግዜኻ ዝበልዕ ፎካስ ናትካ ዝሰርቕ ኣተኩሮ ናትካ ዝሰርቕ ብምሉኡ መታን ከይተንብብ መታን ከይትጽሊ እዩ። ኣብ ዙርያኻ ዓርከ መዓዛ ዘብዝሓልካ። ብኻልእ ኢንተርተይንመንት መዘናግዒታት ዝመስሉ ግዜኻ ከተሕልፍ ዝገብረካ ዘመንካ ብኾንቱ ዘጥፍኦ መታን ከይትፈልጥ እዩ እንተ ፈሊጥካ ንስኻ ሓደገኛ ሰብ ምዃንካ ስለ ዝፈልጥ ኣዚኻ ኣሸጋሪ ሰብ ክትኮኖ ከም እትኽእል ንርእሲኻ ተናጊፍካ ንኻልኦት ሰባት ከተናግፍ ከም እትኽእል ስለ ዝፈልጥ ኣብ ትሕቲ ድንቁርና እዩ ክዓጽወካ ዝደሊ ሃለሉያ ኩሉ ግዜ ድንቁርና ኣሎ እንተ ኮይኑ ኢግኖረንስ ዋሕዲ ፍልጠት ኣሎ እንተ ኮይኑ ናይ ጸላኢ ምትላል ሽዑ እዩ ዝመጽእ ምትላል ኣሎ እንተ ኮይኑ ድማ ኣብ ህይወትካ ዘይምእዛዝ እዩ ዝበዝሕ ምዕላው ይበዝሕ ዘይምእዛዝ ድማ ኩሉ ግዜ እንታይ ኢልናዮ ንፍርሂ ደገ እዩ ዝኸፍተሉ መገዲ እዩ ፍርሂ ኣሎ እንተ ደኣ ኮይኑ ድማ ከምቲ ዝሓለፈ ዝበልናዮ እቲ ትፈርሆ ኣብ ህይወትካ ከይመጸ ስለ ዘይተርፍ ንጸላኢ ፍርሂ ኩሉ ግዜ ከም ምንታይ ጌርና ንሕሰቦ ፍርሂ ኣሎ እንተ ደኣ ኮይኑ ኣብ ህይወትካ ብሰንኪ ድንቁርናን ብሰንኪ ምትላል ናይ ሰይጣንን ብሰንኪ ዘይምእዛዝ ኣብ ህይወትካ ፍርሂ ክሰርሕ እንተ ደኣ ጀሚሩ like ሓደ ፕረዚደንት ናብ ሓደ ሃገር ክኣቱ ከሎ ካብታ ነፋሪት ናቱ ምስ ወረደ ቀይሕ ምንጻፍ እዩ ዝንጸፈሉ። ቀይሕ ምንጻፍ ፍርሂ ድማ ኩሉ ግዜ ከም ቀይሕ ምንጻፍ እዩ ዌልካም እዩ ዝብል ንሰይጣን ዌልካም እዩ ዝብል ንሰይጣን ክሰርቕ ከጥፍእ ክሓርድ ንሰይጣን ቀይሕ ምንጻፍ ከም ምንጻፍ እዩ ማለት እዩ ብዙሕ ዲስትራክሽን ይፈጥር ኣብ ሂወትካ ኣብ ኣገልግሎትካ ኣብ ሓዳርካ ኣብ ደቅኻ ብዙሕ ነገር ሂወትና ኮ ብስግኣት እኳ እዩ መሊእ ዘሎ ብብዙሕ ስግኣት በቃ ብፍላይ ኣብ ደገ ኣብ ዌስተርን ሃገራት ኣብ ምዕራባዊ ሃገራት ዘለኹም ኣሕዋተይ ጽባሕ ንግሆ ውን ብዙሓት ሰባት ውን ናብኡ ክንከይድ ኢና እኮ ብዙሓት ሰባት ክንከይድ ኢና ናብኡ ፍርሂ ኣሎ ናይ ደቅኻ ፍርሂ በቃ በቲ ዘሎ ሲስተም ደቅኻ ኮራፕት ከይኮኑ ከይባላሸው ኣምላኽ የለን ከይብሉ ኣብ ዘይተደልየ ነገራት ከይዓፉ እምበርከ ጽባሕ ንጉስ ኣገልገልቲ ዶ ይኾኑ ይኾኑ ደቀይ መጻኢኦም ብሩህ ዶ ይኸውን ደቀይ ዝብል ዘይረኣየካ ድብዝብዝ ዝብል ራእይ ድብዝብዝ ዝብል ስእሊ ፒክቸር ኩሉ ግዜ ኣብ ስግኣት ትነብር በቃ ንደቅኻ ክትሕሉ በቲ ብጭንቀትን ብገለን ጸላኢ ይውሕጠካ ኣብ ከምዚ እኳ እዩ ዝነብር ዘሎ ብዙሕ ሰብ ኣብ ስግኣት ኣብ ዘይተመለሰ ሕቶ እዚ ግን ጠንቁ ድንቁርና እዩ ዋሕደ ፍልጠት እዩ ብዋሕደ ፍልጠት ጸላኢ የታልለካ ነቲ ሓቂ ሓሶት ገይሩ ነቲ ክኸውን ዘይክእል ከም ዝኸውን ገይሩ የምጽእ ብኡ ኣቢሉ ኣብ ህይወትካ ካብ ምእዛዝ የጉድለካ፣ ካብ ምእዛዝ ኣጉዲሉ ብፍርህን ብገለን ወቒዑ ህይወትካ ኣብ ስቓይ የንብረካ፣ ምኽንያቱ ፍርህ ስቓይ ስለ ዘምጽእ። ሰይጣን ብመሰረቱ ግርህነት፣ Maguiness፣ ግርህና ናይ ሄዋንን ኣዳምን ተጠቂሙሉ እዩ። እዚ ግርህነት እዚ ኣብ ምሳሌ ዓሰርተ ኣርባዕተ ምዕራፍ ምዕራፍ ዓሰርተ ኣርባዕተ ፍቕዲ ዓሰርተ ሓሙሽተ እንታይ ኢሉ ኣሎ ገርሂ ሰብ ንኹሉ ቃል ይኣምን ለባም ግና ንስጉምቱ ይጥንቀቐላ ኢሉ ኣሎ። ገርሂ ሰብ ንኹሉ ቃል ይኣምን ለባም ግና ንስጉምቱ ይጥንቀቐሉ እዚ ገርሂ ዝብል ቃል ኣብቲ ናይ ግሪክ ኣብቲ ናይ እንግሊሽ ክሪኦ ከለኹ እንታይ ዝብል ፔፊ ወይ ድማ ነፒዮስ ይብል እዚ እንታይ ማለት እዩ ገርሂ ሲምፕል ይብሎ ኢግኖራንት ይብሎ ኢግኖራንት ማለት ዶንቆሮ ማለት እዩ ኢንፋንት ይብሎ ኢንፋንት ማለት ድማ ዘይዓበየ ንእሽተይ ማለት እዩ ቤቢ ይብሎ ፉል ይብሎ ፉል ማለት ከዓሻ ማለት እዩ በዚ ገሊጽዎ ዘሎ ገርህ ሰብ ማለት ሲምፕል ኢግኖራንት ኢንፋንት ፉል ብፍልጠት ኣምላኽ ዘይዓበየ ሰብ ንፍልጠት ቃል ኣምላኽ ግዜኡ ዘየሕልፍ ሰብ፣ ግዜኡ ዘይወፊ፣ ገዛእ ርእሱ ንምግላጽ ናይ ቃል ኣምላኽ ዘይወፈየ ሰብ፣ ኢንፋንት ኮይኑ፣ ንእሽተይ ድንክ ኮይኑ ስለ ዝነብር፣ ጸባ እናተመገበ ጥራይ ክነብር ስለ ዝደሊ፣ ሕንቁቕ ህይወት ጥራይ ክነብር ስለ ዝደሊ፣ ጸላኢ ብቐሊሉ'ዩ ዘታልሎ። ኩሉ ቃል ሓቂ ኮይኑ ይስምዖ። በጣዕሚ ብረቂቕ መገዲ ጸላኢ እናታለለው ይነብር ኣብ ፍርሂ ድማ የንብሮ ማለት እዩ። ኣብ መዝሙር ምዕራፍ ዓሰርተ ትሽዓተ ፍቕዲ ሸውዓተ ድማ እንታይ ኢሎ ሕጊ እግዚኣብሔር ፍጹም እዩ ንነፍሲ ይመልሳ ምስክር እግዚኣብሔር እሙን እዩ ንገርህታት የጥብቦም ኢሉ ልክዕ እዚ ገርህታት ዝብል ኣብዚ እውን እንታይ ተጠቂሙ ዘሎ ነፒዮስ ዝብል ወይ ፔፊ ዝብል ቃል እዩ ሲምፕል ኢግኖራንት ኢንፋንት ፉል ዝብል ቃል እዩ ተጠቂሙ ዘሎ ኣምላኽ ዝተመስገነ ይኹን እቲ ኣብ ቆሮንጦስ ካልኣይ ምዕራፍ ምዕራፍ ዓሰርተ ሓደ ፍቕዲ ሰለስተ ካልኣይ ቆሮንጦስ ምዕራፍ ክብሪ ንኣምላኽ ከነንብቦ ኢና ኣብዚ ካልኣይ ቆሮንጦስ ምዕራፍ ዓሰርተ ሓደ ፍቕድ ሰለስተ እንታይ ዝብል ኣለዉ ግናኸ ከምቲ ተመን ብጉርሑ ንሄዋን ዘስሓታ ከምኡ እውን ሓሳብኩም ካብቲ ናብ ክርስቶስ ዝኸውን ገርህነትን ንጽህና ምናልባሽ ከይጠፍእ እፈርህ ኣለኹ ኢሉ ምናልባሽ ከይጠፍእ እፈርህ ኣለኹ ኤና እየ ከይጠፍእ ዝብሎም ዘሎ እቲ ናብ ክርስቶስ ዝኸውን ገርህነትን ንጽሕና፣ ኣብዚ እቲ ገርህነት ኢሉ ዘሎ ልክዕ ምስቲ ኣቐዲምና ዘንበብናዮ ናይ ምሳሌ ምዕራፍ ዓሰርተ ኣርባዕተ ፍቕዲ ዓሰርተ ሓሙሽተ ሓደ ዓይነት ቃል ኣይኮነን። ኣብ ትግርኛ ሓደ ዓይነት ገርሂ ገርሂ ኢሉ ተጠቂሙ ኣሎ። ኣብቲ ናይ ግሪኽ ግን ነዚ ኣብዚ ናይ ኣብ ካልኣይ ቆሮንጦስ ምዕራፍ ዓሰርተ ሓደ ፍቕዲ ሰለስተ ዘሎ ግን እንታይ ኢሉ ገሊጽዎ ኣሎ? ሃፕሎልኤስ፣ Haplolais፣ ኢልዎ ኣሎ። ንሱ ማለት ድማ ሎያልቲ ማለት እዩ። Loyalty ድማ ተኣማንነት ወይ እሙንነት። ሰይጣን ነቲ Simplicity ናቶም፣ ነቲ ኢንፋንት ምዃኖም፣ ነቲ ርጡብ ዘይኮነ ፍልጠት ናቶም ንዑ ተጠቂሙ ነቲ ናብ ኣምላኽ ዝኸውን ገርህነቶም እዩ ወሲድዎ። Loyalty ነቲ ንኣምላኽ ዝነበሮም ተኣማንነት፣ ነቲ ንኣምላኽ ዝነበሮም እሙንነት ኣጥፊእዎም እዩ። ብሓሶት ናቱ ነቲ ሓቂ ሓሶት ቀይርዎ። ንኣምላኽ ሓሳዊ ገይርዎ፣ ንገዛእ ርእሱ ድማ ኣቦ ሓሶት ክነሱ ሓቀኛ ገይርዎ፣ ኣጥፊእዎ ንኣምላኽ ከም ዘይኣምንዎ ገይርዎም እዩ። ሰይጣን ከምዚ እዩ ዝገብር። ብጣዕሚ ሓደገኛ ዝኾነ ነቲ ናብ ክርስቶስ ዝኸውን እምነትካ፣ ነቲ ናብ ክርስቶስ ዝኸውን ሎያልቲ ናትካ፣ ስንሰሪቲ ናትካ፣ ጽሩይ ልቢ ናትካ ንዕኡ ብናይ ስሕተት ትምህርቲ ገይሩ፣ ብናይ ስሕተት ሓሳባት ገይሩ፣ ይሰርቆ ንኣምላኽ ሽዑ ካብ ምእማን ትጎድል ዘይምእማን ድማ ፍሪኡ ኩሉ ግዜ ንኣምላኽ ዘይምእማን ፍሪኡ ኣብ ፍሪ የንብረካ ንኣምላኽ ኣይትኣምኖን ኢኻ ክብሪ ኣምላኽ ኣይትርእን ኢኻ ማይ ጉድነስ ሃሌሉያ ኣብ መወዳእታ እዚ ሓሳብ እዚ እንታይ ክንብል ኢና ኣምላኽ እንታይ እዩ ኣዚዙና ኣብዚ ሰዓት እዚ ኣብ ናይ ሓድሽ ኪዳን ዘለና ቅዱሳን ኣሕዋት እቶም ብክርስቶስ የሱስ ዝደሓና ኣምላኽ ነብሲ ወከፍና ዝኣዘዞ ትእዛዝ ብንጹር ክንፈልጦ ክንክእል ኣለና እንታይ'ዩ ኣዚዝና? ብምእዛዝ ናይቲ ዝኣዘዘና እንታይ ኢና ንረክብ? ብዘይምእዛዝናኸ እንታይ ሳዕቤን'ዩ ዝረኽበና? ብንጹር ክንፈልጦ ክንክእል ኣለና። እዚ'ዩ ኸኣ እቲ ውሕስነት ዝፈጠርና። ኣብቲ መጀመርያ ክፋል እንታይ ኢልና ሓደ ዘይተመለሰ ሕቶ ገዲፍና ኔርና፣ ኣምላኽ ንነፍሲ ወከፍና እንታይ ውሕስነት ስለ ዘዳለወልና'ዩ ኣይትፍርሁ ዝብለና? ኣይትፍራህ ክትብሎ ንሓደ ሰብ ገለ ውሕስነት ከተዳልወሉ ኣለካ ኢልና ተዘራሪብና ኔርና። እቲ ውሕስነት እንታይ'ዩ? ፍልጠት'ዩ። ግቡእ ዝኾነ ኣጣቓማ ናይ ፍቓድካ ኣምላኻዊ ዝኾነ ፍልጠት ክትረክብን እቲ ዝኣዘዘካ ድማ እንታይ ምዃኑ ክትፈልጥን እዩ። እግዚኣብሔር ዝተመስገነ ይኹን ኣብቲ ዝመጽእ ትምህርትና እንታይ ኢና ክንርኢ ኣምላኽ ክንሕልዎ ዝኣዘዘና ትእዛዝ እንታይ እዩ። ልክዕ ከምቲ ንኣዳምን ሄዋንን ካብዛ ክፉእን ጽቡቕን እተፍልጥኦም ኣይትብልዑ ዝበሎም እሞ ብምብላቦም ከኣ ብምብልዖም ከኣ ዝወደቑ ኣምላኽ ሎሚ ንኣይን ንኣኻትኩምን ዝእዝዘና ትእዛዝ ኣለዎ ንጹር ዝኾነ ስፐሲፊክ ዝኾነ ዝእዝዘና ትእዛዝ ኣሎ እዚ ትእዛዝ ግን እንታይ እዩ ኣነን ንስኻትኩምን ክንሕልዎ ዘለና ኣነን ንስኻትኩምን ብፍልጠት ዓቢና ነዚ ነዚ መእዛዝ እዚ ክንሕልዎ ዘለና እንታይ ኮን ይኸውን? ሃሌሉያ! ኣብ ዝመጽእ ነዚ ብቓል ኣምላኽ ጌርና ክንምልሶ ኢና። ክሳብ ሽዑ እግዚኣብሔር ንነፍሲ ወከፍና ብምስትውዓል ይባርኸና። ሓሳባትና ከንቱ ኣይኹን፣ ሓሳባትና ብሉጽ ይኹን፣ ምስትውዓል ናይ ልብና ኣዝዩ ይዕበ። ክፉእ ካብ ጥዑይ ክቡር ካብ ሕሱር ክንፈሊ ኣግዚኣብሔር ንነፍሲ ወከፍና ይርድኣና ብጎይታ ኣዝየ እየ ዘፍቅረኩም thank you ብሩኻት